ድምፂ ኣሰና እዚ ካብ ከተማ ለንደን ዝመሓላለፍ ድምፅኹም ድምፂ ኣሰና እዩ ነቒሉ ጎቦዝ ነቒሉ

ክቡራት ተኻታተልቲ ድምጺ ሰና ኣብ ሕቡራት መንግስታት ኣመሪካ ኣትላንታን ከባቢኣን ዝርከቡ ኤርትራውያን ደለይቲ ፍትሒ ካብ ሰለስተ ክሳብ ሓሙሽተ ነሓሰ ክልተ ሽሕን ዓሰርተ ሸሞንተን ሓድነት ኤርትራውያን ናብ ምሕያል ዘተኮረ ሰፊሕ ፈስቲቫል ንምክያድ ኣብ ምድላዋት ይርከቡ ከም ዘለዉ ኣቐድም ኣቢልና ምስ ኣዳለውቲ ናይቲ መደብ ሰፊሕ ቃለመጠይቕ ጌርና ኔርና። ሎሚ ድማ ብዛዕባ እቲ ገይሮሞ ዘለዉ ገስጋስ ኣበየናይ ደረጃ በጺሑ ከም ዘሎ ሓበሬታ ክህቡና ዓዲምናዮም ዘለና ኣባላት ኮሚተ ኣማኑኤል ምሕጹንን ኢሳያስ ስዩምን እዮም። ብጣዕሚ የቐንየልና ክቡራት ኣሕዋት። ከምዚ ዝጠቐስኩዎ ቀዲምና ተዛሪብናሉ ስለዝነበርና ገስጋስ ናይቲ እተካይድዎ ዘለኹም ምድላዋት ፈስቲቫል ኣትላንታ ኣበየናይ ደረጃ በጺሑ ኣሎ? ኣማኒኤል ዋላ ብኣኻ ክንጅምር።
ሰላም ኣማኒኤል መጀመርያ ንኹሉ እቲ ኣሰና ትገብርዎ ዘለኹም ጻዕሪ ብጣዕሚ ኢና ነመስግን ቀጺልና እውን እዚ ሎሚ ኣጋጣሚ ኣብዚ ንኸዶ ዘለና እዋን ኣብቲ ኤርትራን ከባቢ ኤርትራን እዚ ናይ ሰላም ሃዋህው ዝኸይድ ዘሎ ናይ ዕርቂ ምስ ኢትዮጵያ ህዝብና ንነዊሕ ዓመት ኣፉ ተሎጊሙ ኩሉ ሕሰማትን በደላትን ኣብ ልዕሊኡ ወሪዱ ነታ ሰላም ሃንቀው ይብላ ስለዝነበረ እዚ ተጀሚሩ ዘሎ መስልሕ ሰላም ናይ ብሓቂ ናብ ጽቡቅ ከይዱ ብድልየት ህዝብና ዝዛዘም ነቲ ንደልዮ ዘለና ራህዋን ሰላምን ናብኡ ዝዓለመ ክኸውን ኩሉ እቲ ንደልዮ ፍትሕን ሰላምን ዲሞክራስን ክተኣታቶ ንህዝብና በዚ ኣጋጣሚ እዚ እንኳዕ ሓጎሰና እንኳዕ ኣብዚ ኣብጽሓና ነቲ ተሪፍና ደሎ ከኣ ኢደይ ኢድካ ኢልና ተተሓሒዝና ንቅጽሎ ይግበረና እየ ዝብል እቲ ካልእ እውን ኣብዚ እዋን እዚ እዋን ናይ ዝተፈላለየ ፌስቲቫላት እዋን ናይ ኩዕሶ ከምኡ እውን ኣብ ህዝባዊ ፌስቲቫል ናይ ብሓቂ እንኳ ሓጎሰና ኣብ እቲ ውራያትና ባዕልና ንኣትዎ ስለ ዘለና ናይ ብሓቂ ንኩሉ እዚ ዝግበር ዘሎ ንጥፈታት ከመስግን እየ ዝደሊ ቀፂለ ነቲ ናብቲ ሕቶ ንክምለስ እቲ ከምቲ ቅድሚ ሕጂ ኣዕሊልናዮ ዝነበርና እቲ ፈስቲላ እቲ ፈስቲቫል ኩሉ ዓይነት ምድላዋት ወዲእና ኣለና። እዚ ንገብሮ ዘለና ፈስቲቫል ካብቲ ሓደ ኣገዳሲን ታሪኻውን ዝገብሮ ሰለስተ ኣርባዕተ ረቋሒታት ኣሎ። እዚ ማለተይ ከኣ እንታይ እዩ እዚ ፈስቲቫል እዚ ኣብዚ ናይ ምድማር ዝብል እዋን ንዛረብ ስለ ዘለና ንሕና ቅድም ህዝብና ክድመር ቅድም ህዝብና ሓድነቱ ክራጋግጽ ኣዚ ተፈጢርና ዘሎ ኣጋጣሚ ንህዝብና ሓድነት ንክምጽእ ብሓንሳብ ኮይና ክንሰርሕ ኣዝዩ ኣዝዩ ኣገዳሲ እዋን ስለ ዝኮነ ናይ ብሓቂ ሓደ ካብቲ ኣገዳሲ ዝገብሮ ነገር እዩ እቲ ካልኣይ ቅድሚ ሕጂ ተገይሩ ዘይፈልጥ ዋላ እኳ ዝተፈላለየ ፌስቲቫላት ወይ ዋዕላታት ይግበር እንተነበረ ሕጂ ንመጀመርያ ግዜ እቶም ከዕርፉ ዝደልዩን እቶም ክሰርሑ ዝደልዩን ማለት እቲ ዝነበረ ናይ ቀደም ፖለቲካዊ ትካላትን እዚ ሓዱሽ ወለዶን ኣብ ሓደ ኮፍ ኢሉ ዝዛተየሉ እቲ ወራስን ወራስን ብሓንሳብ ኮይኖም ኣውራስን ወራስን ብሓንሳብ ኮይኖም ኢሂን ምሂን ዝበሃልሉ መድረኽ ንፈጥረሉ ዘለና ኩነታት እዩ። እቲ ሳልሳይ እዚ ህዝባዊ ውራይ እዩ። ቅድሚ ሕጂ ኣብዘን ኮሚኒስት ተንደንሲ ዘለወን ሃገራት እቲ ስርዓት ባዕሉ ዝያዳ ሃገራዊ መሲሉ ባንዴራታት እንዳንበልበለ ነቲ ፈስቲቫላት ናብ ካልእ ይጠማዝዞ እዩ። እዚ ግን ብህዝቢ ንኹሉ ዝጥርንፍ ንኹሉ ዘሳትፍ ህዝባዊ ውራይ ስለዝኾነ እዩ እሞ እቲ ህዝቢ ከኣ ባዕሉ ይውንኖ ምህላዉ እዩ። እቲ ራብዓይን ናይ መወዳእታን ከኣ ኣብዚ ፖለቲካዊ ትልሂት ጥራሕ ዘይኮነ ፖለቲካን ትልሂትን ጥራሕ ዘይኮነሲ እንተላይ ማሕበራዊ ሽግራትና ከም በዓል ናይ ሆምለስ ፀገም ዘሎ ፀገም ናይ ስነ ኣእምሮ ዘሎዎም ብፆትናን ወይ ኣሕዋትናን ከምዚ ተራ ጋዜጠኛ ምትዕራቕ ናይቲ ህዝቢ ወይ ሓድነት ኣብ ምምጻእ፣ ምፍዋስ ሽግራትናን ተራ መራሕቲ ሃይማኖት ኣብ ሓድነት ህዝብናን ዝኣምሰለ ዘጠቓለለ ሰፊሕ ሃገራዊ ውራይ ዳርጋ እኹል ምድላዋት ጌርና ንኹሉ ተዳሊና ኣለና። ስለዚ ነዚ እዩ ዝመስል በብሓደ እቲ መግለጺ ዘድልዮ እንድሕር ኮይኑ ከኣ እንዳተሓጋገዝና ምስ ኢሳያስ እንታይ እየን ተሪፈን ዘለዋ ኣበየናይ እንታይ እንታይ ክነማልኣ ኣለና ከኣ እንዳተማላላእና ክንቅጽል ኢና የቐንየለይ። እሞ ብጣዕሚ የቐንየለይ ኣማኒኤል። ኢሳያስ እሞ ቀጽል ምናልባት ካብቲ መጀመርያ ተወጢኑ ዝነበረ መደባት ዝጎደለ ወይ ዝተወሰኸ እንተ ሃልዩ ኣፕደይት ክትገብረና ኢሳያስ።
ሕራይ ሓው ኣማኒኤል ከምኡውን ድምጺ ኣሰና ኣዚና ነመስግን ንካልኣይ ግዜ ዕድል ምርካብና። እሞ ኩላትና ከም እንፈልጦ እዚ እዋን እዚ እዋን ሰላም ኣብ ዝጋዋሓሉ ዘሎ ግዜ ብምዃኑ እዛ ፌስቲቫል እውን ኣዝዩ ታሪኻዊት ይገብራ ማለት እዩ። ብፍላይ ንህዝቢ ኤርትራን ንህዝቢ ኢትዮጵያን ድምጺ ውግእን ወረ ውግእን ደው ኢሉ ናብ ሰላም ገጹ ከይድ ስለ ዘሎ ከም ህዝብታት በዚ ኣጋጣሚ እንቋዕ ሓጎሰና ክብል ኣፍቅደለይ። ካብኡ ቀጺለ እቲ ናይ ፌስቲቫል ከምቲ መጀመርያ እውን ዝተገልፀ እቲ መደባትና ሰሪዕና ምስ ዝተፈላለዩ ኣካላት ክንዘራረብ ፀኒሕና። መቸም ብጣዕሚ ኣድካሚ እዩ ምኽንያቱ ህዝባዊ ክትገብሮ ተኾንካ ድምፂ ኩሉ ክትሰምዕ ኣለካ ምስ ኩሉ ኢሂን ምሂን ክትበሃል ኣለካ እቲ ዝጎደለ እውን እዚ ጎዲሉ ኣሎ እዚ መልእሉ እንዳተበሃልና ሕጂ ኣብቲ ናይ መጨረሽታ ደረጃ በፂሕና ኣለና ማለት እዩ ከምዚ ማንኤል ተንኪፍዎ ዝነበረ መንእሰያት መደብ ኣሎ እዞም መንእሰያትና እውን ኣብ ኣሜሪካ ዝዓብዩ ዘለዉ ከይጠፍኡ ባህሎም ክፈልጡ ልምዶም ልምዶምን ባህሎምን ንኽፈልጡ ካብኡ ሓሊፉ እዚ ኣሜሪካውን ዘጋጥሞም ፀገማት ንኽፈልጡ ካብ ምባል እውን ዝተፈላለዩ ክኢላታት ቀሪብናሎም ኣለና ናይ ደቂ ኣንስትዮ ከምዚ ኣብ ኣውሮጳ ተኣኪበን ደቂ ኣንስትዮ ኢሂን ምሂን ዝበሃላ ዘለዋ ኣብ ኣሜሪካ እውን ከምኡታት ዓይነት እንታይ ክገብራ ይኽእላ ካብ ምባል ንደቂ ኣንስትዮ ዝዓለመ ፍሉይ መደብ እውን ኣለና ካልእ ብዛዕባ ረፊጂስ ወይ ስደተኛታት ኤርትራውያን መቸም ኣብ ዝተፈላለየ ፋሕ ኢልና ኣለና። እቲ ጸገማት እንታይ እዩ እንታይከ ክግበር ይከኣል ዝብል እውን መደብ ኣዳሊና ኣለና። ካልእ ካልእ እቲ ፓነል ዲስካሽን ኣብዚ ዘሎ ህሉው ኩነታት ዝተፈላለዩ ናይ ፖለቲካ መራሕቲ ዝተፈላለዩ ውድባትን ናይ ሲቪክን መጺኦም እዚ ህሉው ኩነታት በቲ ናይ ፖለቲካ ደረጃ በቲ ናይ ሲቪክ ደረጃ ዝርእይዎ መደብ ውን ንነዊሕ ሰዓታት ንካታዓሉ መደብ ውን ኣዳሊና ኣለና። ካብኡ ብምቕጻል ከምዚ ማንኤል ዝበሎ ናይ ሚድያ ተራ ሚድያን ተራ ኣርቲስትስ ዝገልጽ ውን ወይ ውን ብዛዕብኡ ክንዛረብ ውን ናቱ መደብ ጌርና ኣለና። ካልእ ቁሩብ ፍልይ ዘብላ መራሕቲ ሃይማኖት ከኣ ዓዲምና ኣለና። እዞም መራሕቲ ሃይማኖት ከኣ ሓደ ሰብ ከም ኣማኒ ናይቲ ዝኽተሎ ሃይማኖት እንታይዮ ክገብር ዘለዎ? ተርኡ እንታይ ክኸውን ኣለዎ ኣብ ኣብዚ ዘለናዮ ኩነታት? በዚ እውን መጺኦም እሶም መግለጺ ንእሽተይ ክህቡና እዮም ማለት እዩ። ከምቲ ልሙድ ከኣ እቲ ባህላዊ ምዝንጋዓት እውን ዝተፈላለዩ ናይዚ እዋን እዚ ኣለና ወይ ንኾርዓሎም። ደረፍቲ መጺኦም ውን ከዘናጉዑና ከዘናጉዑና ዮም ከም በዓል መንእሰይ ግርማይ ዓንዶም፣ ወዲ ትካቦ፣ ዓብዱ፣ በዓል ኣሮን ነጋሲ፣ ምኪኤል ጎይትኦም፣ ሙሴ በየነ፣ ሳልሕ ሙሰለም፣ ካብ ካናዳ ውን ነምጽእ ኣለና ከም በዓል መሓመድ ኣልበጥሊ፣ ሙዚቀኛታት'ውን እቶም ኣለዉ ዝበሃሉ ቀሪብና ኣለና። ዮሃና ግርማይ'ውን ኣብዚ ኣትላንታ ትቕመጥ ምሳና። እሞ እቲ ዳርጋ ብኹሉ ምሉ ኣብ ጽቡቕ ደረጃ በጺሕና ኣለና። እቲ እዚ ስኬጁል ናይ ኦገስት ሰለስተን ኣርባዕተን እንታይ እንታይ ንጥፈታት ክንገብር ኢና ብዝርዝር'ውን ኣብ ዌብሳይትና ቪዚት ብምግባር ሜይቢ ካብ ጽባሕ ንኔው ክርእይዎ ይኽእሉ እዮም። Eritrean Fest ዳት ካም እያ ትብል Eritrean Fest FEST ዳት ካም ኣብ ፌስቡክ ውን ኣለና ከምኡ ውን ብ ኣሰና ጌሮም ውን ክረኽቡና ይኽእሉ እዮም ማለት እዩ እሞ እቲ ምድላዋትና ነዚ መስል ኣማኑኤል። ጽቡቅ ጽቡቅ ኢሳያስ ኣማኑኤል ምናልባት ካብኡ ናብኡ መቸም እንዳቐረበ እንድዩ ዝኸይድ ዘሎ ግዜ ብሎጂስቲክስ ብዝምልከትከ ንኣብነት ሆቴል ወይ ካልእ መሳለጥያታት ኣብ ከመይ ኩነታት ኢኹም ትርከቡ ዘለኹም ምናልባት ነጋይሽ እኹል ዝኸውን ምድላዋት ተገይሩ ድዩ በዚ ብዝምልከት እወ እቲ ናይ ሆቴል ዝምልከት ብዙሕ ሆቴላት ሪዘርቭ ጌርና ኣለና እንተኾነ ግን እቲ ክመጽእ ዝደሊ ሰብ ክሳብ ዕለት ዓሰርተ ሓሙሽተ እንተ ደኣ ደዊሎም ሪዘርቭ ዘይገይሮም እቲ ረኺብናዮ ዘለና ዋጋ ሰብዓን ትሽዓተን እዩ ምስዚ ሳመር ብምዃኑ ብጣዕሚ ብጣዕሚ ሕሱር እዩ ሰብዓን ትሽዓተን ዝብሎ ዘለኹ ከክልተ ዓራት ኣለዎ ስለዚ እንድሕር ፋሚሊ ኮይኖም ኣብ ሓደ ፋሚሊ እንትኣተዉ ኣይውጽዖምን እዩ እንተ ደኣ የዕሩኽ ኮይኖም ውን የዕሩኽ ኮይኖም ኣብ ሓደ ኣብ ሓደ ሩም ከክልተ ዓራት ዘለዎ ክድቅሱ ይኽእሉ እዮም ግን ደጋጊምና ክንብላ ንደሊ ቅድሚ ዕለት ዓሰርተ ሓሙሽተ ደዊሎም ሪዘርቨሽን ክሕዙ ኣለዎም ንኢንፎርሜሽን ዝምልከት እንተ ደኣ ኮይኑ ከኣ ኣብቲ ኤርትሪያን ፌት ዳት ካም ዝብል ኣትዮም እቲ ሙሉእ ኢንፎርሜሽን ኣለዎም ብካልእ እቲ ናይ ናይ ሰኪሪቲ ሸነክ እንተኮይኑ እኩል ምድላዋት ናይ ሰኪሪቲ ገርና ኣለና እቲ ንገብረሉ ቦታ ብፅቡቅ ተታሒዙ እኩል ምድላዋት ተገይሩ ኣሎ ናይ ምግቢ ዝምልከት ነገራት እውን ምግቢ ዘዳልዉን ብሪዝነብል ዋጋ ዝሸጡን ሰባት ኣለና። ናይ ቨንደር ዝምልከት እንተ ደኣ ኮይኑ እውን ተይብልስ ክህልወና እዩ ብኣዝዩ ሪዝናብል ዝኾነ ዋጋ መፃሕፍቲ ክሸጡ ዝደልዩ እቶም ፀሓፍቲ ከነተባብዖም ስለ ዘለና ኣጆኹም ክንብሎም ስለ ዘለና እቲ ህዝቢ እውን ከንብብ ስለ ዘለዎ መፃሕፍቲ ንዝሸጡ ሰባት ነፃ ተይብልስ ክንቦም ኢና መእተዊ ጥራሕ ከፊሎም እዮም እቲ ፓዋሉ ዝጥቀምሉ። ምናልባት ምስቲ ዘለና ሕጽረታት ዶነሽን ክገብሩ ተደልዮም they are welcome። እዚ ድመስል ካልእ እቲ ኩሉ ናይ ሎጂስቲክስ ዝምልከት ነገር ኣይ ቲንክ ተዳሊና ጽቡቕ ምቅርራባት ጌርና ኣለና ኢና ንብል። ጽቡቕ ኣብኡ ተወሳኺ ኣለካ ድዩ ኢሳያስ?
እወ እታ ተወሳኺት ናይ መእተዊ ዋጋ እወ ኣማኒኤል ኣብኣ ሓንቲ ክውስኸላ እቲ መእተዊ ዋጋ ቲኬት ውን ኣብ ኣትላንታን ከባቢኣን ክንሸይጥ ጀሚርና ኣለና ናብ በዓል ሻርለት ዲሲ ናብ ዝተፈላለያ ከተማታት ውን ንሰድድ ኣለና እዚ ክተዳሉ መቸም ኩሉ ሰብ ኣይስሕቶን ኢዩ ብዙሕ ገንዘብ ከም ብዙሕ ወጻኢ ከም ዝሓትት ኩሉ ሰብ ክሕግዘና በዚ ኣጋጣሚ ንጽውዕ እቲ መእተዊ ውን ንሕና ንመኽሰብ ኣይኮናን ንገብሮ ዘለና እቲ ኤርትራዊ መጺኡ ተማሂሩ ተዛናጊዑ ሲሒቑ ምስ ኣሕዋቱ ኢሂን ሚሂን ተባሂሉ ንኽኸይድ ኢልና ንኽልተ መዓልቲ ሰላሳ ቅርሺ ጥራሕ ኢና ጌርናዮ ዘለና ሰላሳ ቅርሺስ ንኹሉ ነገር ድዓጹ ማለት ኢዩ ነቲ ትምህርቲ ነቲ ምዝንጋዕ ነቲ ጓይላ እውን ወሲኽካ ሰብኣይን ሰበይትን እንተኾይኖም ከኣ ሓምሳ ቅርሺ ንኽልተ መዓልቲ ማለት እዩ። እዚ i think ብጣዕሚ ጽቡቕ ዝኾነ ዋጋ ኢና ጌርናሎም ዘለና እሞ ኩሎም ሓቢሮም መጺኦም ምሳና ክዘናግዑ ምሳና ኢሂን ምሂን ክበሃሉ ከም ኣሕዋት ከም ኤርትራውያን እታ ቴማ ኣዳሊናያ ዝነበርናሲ ኩሉ ዓቕምና ንህዝባዊ ሓድነትና እያ ትብል እዚኣ ቴማ ካብ ትወጽእሲ ሸውዓተ ሸሞንተ ወርሒ ጌራ ኣላ ግን ዋላ ድሕሪ ዕስራ ዓመት ውን ነባሪት እያ ምኽንያቱ ኩሉ ነገር ንገብሮ ምስ ህዝብኻ ኮንካ ኢሂን ምሂን ኢልካ እንድሕር ጌርካዮ ከም ዝዕወት ርግጸኛታት ኢና ማለት እዩ ሕጂ ውን በዚ ተፈጢሩ ዘሎ ናይ ሰላም ሃዋሁ ብፍላይ ደገፍቲ ናይቲ ዘሎ መሪሕነት ምስ ኢትዮጵያ ሰላም ክገብሩ እንድሕር ዝኽእሉ ኮይኖም ንሕና ምስ ኣሕዋቶም መጺኦም ኢሂን ምሂን ክበሃሃሉ ክጽግሞም የብሉን እሞ መጺኦም ብዛዕባ መጻኢ ሃገርና ንኽንዘራረብ ከም ኣሕዋት ኢሂን ምሂን ተበሃሂልና ህዝብና ካብዚ ዘለዎ ኩነታት ናብ ዝሓሸ ኩነታት ናብ ሓንቲ ዲሞክራሲያዊት ዝኾነት ሃገር ክንሰጋገር ካብ ኩሉ ከኣ ሕድሪ ስውኣትና ንክነተግብር ናይ ኩላትና ሓላፍነት ስለ ዝኾነ በዚ ኣጋጣሚ እዚ ንኹሎም ኤርትራውያን እውን ኣካል ናይዚ ንክኾኑ ንጽውዕ።
ጽቡቕ ጽቡቕ ኢሳያስ መቸም እዚ ኩሉ ዓቕምና ንህዝባዊ ሓድነትና ብዝብል ቴማ ዘዳለኹሞ ፈስቲቫል ኣቐድም ኣቢሉ ዝተበገሰ እንድዩ ማለትሲ ኣብዚ እዋንዚ እቲ ፖለቲካዊ ትሕተ ቅርጺ ናይ ሃገርና ጥራይ ዘይኮነ ናይ ዞባና ብመለኡ ፈጺሙ ተቐያይሩሉ ኣብ ዘሎ ግዜ ከኣ ገና እቲ መፈጸምትኡ ስለ ዘይበጸሐ ከም ዝመስለኒ ንኤርትራውያን ብፍላይ ዝምልከት ዝዓበየ መተኣኻኸቢ ኣጋጣሚ እዚ ናይ ኣትላንታ ፈስቲቫል እዩሞ ብኡ መጠን ነቲ መደባትኩም ኣጃስት ክትገብርዎ ዶ ፈቲንኩም? ዋላ እኳ ንሓድነት ዝምልከት ሓደ ሓደ ዘተ ወይ ኣስተምህሮታት እንተሃለወ ግን ነዚ ህጹጽ ኩነታት እዚ ኣድረስ ዝገብር ኣክሽን ኦሬንትድ ዝኾነ ናይ ስራሕ ውጥን ሒዝካ ትወጸሉ ኣገባብ ማለት ሓደ መድረኽ ንምፍጣር ብዕቱብነት ገለ ዝሕሰበሉ ነገራት ኣሎ ዶ ምኽንያቱ ብዙሕ ሰብ ዝእከበላ ኣብዛ እዋን እዚኣ ምስዚ ኣጋጣሚ ምስዚ ሓድሽ ኩነታት እዛ ናይ ኣትላንታ እያ ዘላ እሞ ብዛዕባ እዚ እንታይ ኣሎ ገለ ክትብልዎ ትኽእሉ ከተመዓራርይዎ ትኽእሉ ነገራት ኣሎ ድዩ ማለት እቲ ሰላም ዝበሃል ዘሎ ከምቲ ዝበልኩሞ ቀጻልነት ክህልዎ ኩሉ ሰብ እንድዩ ሰላም ዝደሊ መዋእልና ኩላትና ን ሰላም ምስ ጸዋዕና ኢና ግን እቲ ዝመጽእ ዘሎ ሰላም ናይ ብሓቂ ሰላም ኮይኑ ቀጻልነት ክህልዎ ንኩሉ ኤርትራዊ ካብኡ ሓሊፉ ድማ ንኩሉ ዞባና ዘገልግል ክኸውን ሲ ሕጂ እዛ ቦታ እዚኣ እዛ መድረኽ እዚኣ ታሪኻዊ ግደ ክትጻወት ትኽእል መስለኒ እሞ በዚ መንጽር እየ ዘልዕላ ዘለኹ እዛ ሕቶ።
እወ ፅቡቅ ኣለኻ ይማ ብሓፈሽኡ ንሕና ካብ መጀመርያ ቅድሚ እዚ ኩነታት እዚ ምፍጣሩ እውን እቲ ጭርሖና ኩሉ ዓቕምና ንሃገራዊ ሓድነትና ዝብል ክነልዕል ከለና እቲ ቀንዲ ዕላማ እንታይ እዩ እዚ ህዝቢ እዚ ናይ ብሓቂ ዘይተኣደነ ዋጋ ከፊሉ ሃገራዊ ሓርነት ሃገራዊ ናጽነት ኣምጺኡ ኣብቲ ዲሞክራቲክ ኢንስቲቱሽን ኣብ ምትካል ፌል ጌርና ኢና ኢንስቴድ እቲ እቲ እቲ ሃገር እቲ ባይቶ ፈሪሱ እቲ ቅዋም ኣይተተግበረን፣ ኩሉ መሰላትና ተሓዲጉ፣ እታ ሃገር ብኣዋጅ እያ ትኸይድ ፀኒሓ ክሳብ ሕጂ፣ ክሳብ ሕጂ ብኣዋጅ ትኸይድ ኣላ። ሕጂ እዚ ፍሉይ ኣጋጢሙ ዘሎ ኩነታት እቲ እቲ ሒዝናዮ ዘለና ፕሮግራማት ካብቲ ሓደ ፖለቲካል ዲስካሽን ክንገብረሉ ተባሂሉ ዘሎ ንኹለን ውድባት ረኺብና ሓደ ሓሓደ ሰብ ካብቲ መሪሕነቶም ክሰዱልና እሞ ብዛዕባ ክልተ ነገር ክካትዑ ኣብቲ ፓነል ዲስካሽን እታ ሓንቲ እዚ ካብዚ ዝሓልፈ ኩነታት ተማሂርና እንዲና እዚ ኣብ ኤርትራ እቲ ለውጢ ከመይ ክመጽእ ይኽእል ኢሉ ይኣምን ውድብኩም ኢሎም ነቲ ህዝቢ ክገልጽሉ እታ ካልኣይቲ እዚ ህልው ኩነታት ከመይ ይግምግምዎ ኣለው? ከመይ ገይርና ኢና ክንገጥሞ ዘለና? ትብል እዚኤን ክልተ ዓበይቲ ክትዓት እየን ክካየዳ። ስለዚ እሳቶም ፕረዚደንት ክገብሩ እዮም፣ እቲ ህዝቢ ክሰምዕ እዩ፣ ሕቶታት ካብ ህዝቢ ከኣ ክመጽእ እዩ። ስለዚ ምስኡ ቀጺሉ ምስኡ ተተሓሒዙን ቀጺሉን ዝኸይድ እውን ናይቶም ሲቪክ ኦርጋናይዜሽንስ ኣለው ዝበሃሉ፣ ዝተፈላለየ ዝተመሳሰለ ኣርእስቲ ሒዞም ንሳቶም ውን ክትዕ ክገብሩ እዮም ሕጂ እቲ መንእሰይ ኣብኡ ኣሎ ደቂ ኣንስትዮ ኣብኡ ኣለዋ ናይ ቀደም ተጋደልቲ ኣብኡ ኣለዉ እዚ ሓድሽ ወለዶን ከዓ ኣብኡ ኣሎ ሕጂ እዚ ተመያይጡ እቲ ሲቪክን እቲ ውድባትን ነዚ ገጢምና ዘሎ ኩነታት ከመይ ጌርና ፍታሕ ንገብረሉ፣ ካብዚ ዘለናዮ ናብቲ ዝሓሸ ደረጃ ከመይ ጌርና ክንሰጋገር ንኽእል፣ ዕሙቕ ዝበለን ፍልይ ዝበለን ክትዕ ክካየድ እዩ፣ ምዝርራብ ክካየድ እዩ። በዚ ከኣ እቲ ኩሉ ሰብ ክርድኦ ዘለዎ እንታይ እዩ ሕጂ ሓባራዊ ረብሓ ከይተዓወተ ግላዊ ረብሓ ክዕወት ኣይክእልን እዩ። እዚ ናተይ ናትካ ወይ ኣነ እንተዘይኮይነ እንተደኣ ዘይተሪፉ ኣብታ ዘለናያ ዕንክሊል ክንብል ኢና። ሃገርና ውን ኣብ ኣዝዩ ቃራናን ተኣፋፍን ኩነታት ስለ ዘላ ክትሞልቆና ክትጠፍኣና ውን ትኽእል እያ። እቲ መስዋእትን ቃልስን ናይዚ ኩሉ ህዝቢ ኣብ ኣዝዩ ሓደጋ ኣብ ኣዝዩ ፈታኒ ኩነት ወዲቁ ኣሎ እሞ ነድሕና በዛ ሃገር ወይ ከኣ ኢግኖር ንግበራ ኣብዚ i think ናይ ብሓቂ እቲ ሰብ ኩሉ እታ ኩዕሶ ኣብ ባይታ ወዲቃ ደላ እያ ትመስል ሕጂ ከመይ ጌሩ ተወሃሂዱ ኢድ ንኢድ ተተሓሒዙ ንቅርሚት ይኸይድ ናይ ብሓቂ ኣብ ፈታኒ እዋን ገለ ዓይነት ሒዝና እንተ ክንወጽእ ዘይኪኢልና ጸገም ክመጽእ ስለ ዝኽእል ኩሉ እዚ ኩሉ ህዝቢ ተረድኦ መስለኒ። ክንረኽቦም ከለና እቶም ውድባት ይኹን እቶም ሲቪክ ኦርጋናይዜሽንስ ይኹኑ እቶም ውልቀ ሰባት ይኹኑ እተን ደቂ ኣንስትዮን መንእሰያትን ይኹኑ ሕጂ ዝመጸና ዘሎ ስምዕታታታን ለበዋን ከኣ ከምዚ ሕጂ ዘለኻ ንስኻ እዩ። ሕጂኸ እንታይ ኢና ክንገብር? ሕጂኸ ናበይ? ከምቲ ዝነበርናዮ ዲና ዛሕዛሕ ክንብል ወይስ ተጣራኒፍና ንቕድሚት ክንከይድ ኢና ክሕሰበሉ ደለዎ ነገር ኢሎም መሰማዕታታት የንብቡና ደለዉ። ነዚ ዝዓለመ ከኣ ናይ ብሓቂ ከቢድ ክትዕ ሰፊሕ ፕሮግራም ኣዳሊና ኣለና። እቲ ተስፋናን ትጽቢትናን ትምኒትናን ከኣ ሓደ ዓይነት ጥርኑፍ ዝኾነ ነገር ተገይሩ ክረኣ ዝኽእል ስራሕ ንቅርሚት ክንከይድ እዩ ደሎ እቲ ተስፋና እሞ እቲ ሕቶኻሲ ኣቦቲ እዩ ደሎ ማለት እየ። Yeah thank you ኣማኒኤል ኢሱ ምናልባት ኣብዚኣ ተወሳኺ እንተለካ መቸም እዚ ዋናዊ ኩነታት ሲ ኣብቲ ደንበ ናይ ለውጢ ናይ ፍትሒ ዝበሃል ንዘሎ ጌጋ ኣጉሊሑ ዘርኣየ ኩነታት እዩ ነይሩ። ዋላ ሓንቲ ምድላዋት ከም ዘየለ ነው። ብመንጽር ሓድነት ክትሪኦ ከለኻ፣ ብመንጽር እቲ ኣብ ባይታ ዝተሰርሐ ስራሕ ብዙሕ ሓፈሻዊ ኣበርክቶታት እኳ ነይርዎ እንተኾነ ግን ከም ሓደ ድምጺ ናይ ናይቲ ፍትሒ ወይ ናይቲ እንጠልቦ ዘለና ለውጢ ኮይንና ጠጠው ክንብል ኣብ ዘይከኣልናሉ እዋን እንድዩ መጺኡ ዘሎ ዋላ እቲ ጻዕርታት እንዳነበረ እንተነበረ በዚ መንጽርሲ ኣይ ዶንት ኖው መቸም ከምዚ ዝበሎ ማኑኤሊኖ ንኹላትና መጸና እንድዩ እንታይ ክንገብር ኣለና ዝብል ኩነታት ሕጂ እቲ ህጹጽነት ይስምዖ ኣሎ ነቲ ህዝቢ እሞ ምናልባት ብናይ ኣትላንታ ዲክለሬሽን ተባሂሉ እውንሲ ንኹሉ ነቲ ሰብ ከም ሓደ ኣካል ጠጠው ዝብለሉ መድረኽ ንምፍጣር ተኽእሎታት እቲ ፖተንሻል ዘሎ ኮይኑ ይረኣየካ ማለት እዩ በቲ ዓዲምኩሞ ዘለኹም ሰፊሕ ኣጋጣሚ ኮነ በቲ ተኸሲቱ ዘሎ ሓድሽ ኩነታት ኢሱ ኣብኡ ተወሳኺ ክትህብ እወ እወ ኣማንኤል ኢሱ ኣይ ቲንክ እንታይ ኮይኑ መሲልካ እቲ ኣጸቢቑ ተቐይሩ ዘሎ ሕጂ ኣብ ኣተሓሳስብና ኮይኑ ኢና ንረኽቦ ዘለና ምክንያቱ እቲ ኣጀንዳ ዳርጋ ካብ ዝሓለፈ ዓመት ብፍላይ ንተቐመጠ ኣትላንታ ናይ ብሓቂ ኣነ ውን ከፍ ይደሊ ኣነ ኣብዚ ቀረባ እዋን እየ ተጸንቢረያ ነዛ ኮሚቲ ዓቕመይ ክገብር ኢለ ግን ካብ ዓምቲ ሒዞም ዝሰርሕሉ ጉዳይ እዩ እዚ ሕጂ እንታይ ንምባል እየ እዚኣ እቲ ኣጀንዳ ዳርጋ ሓርፋፍ ኣጀንዳ ነይሩ እዩ እዚ እዚ ኣለና እሞ እንታይ ትምልኡልና እንዳተባሃሃለ ምስ ኩሉ ሰብ ክንዘራረብ ጸኒሕና ኢና ሕጂ ግን እንታይ እዩ ተቐይሩ ዘሎ እቲ ኣተሓሳስባና? ከምዚ ክትብሎ ዝጸናሕካ ኣማኑኤል፣ ዋእ! ንሕናስ ገለ ክንገብር ኣለና እዩ ዝብለሉ ኩሉ ሰብ። ሕጂ በዚ ኣጋጣሚ እንታይ ክብል እደሊ ወይ እንታይ ክንብል ንደሊ፣ እቶም ትመጽኡ ናብዚ ብሓላፍነት ወይ ወኪልኩም ማሕበርኩም ድዩ ውድብኩም ምሉእ ሓላፍነት ሒዝኩም ክትወጹ እሞ እቲ ካብ ኣትላንታ ነውጽኦ ዲክለረሽን ወይ ንዕኡ ተመሳሳሊ ዝኾነ ነገር ኩላትና ክንቅበሎ ንኹላትና ንቕድሚት ሒዝና ንኽኸይድ ምናልባት ዘይረኸብናኩም ውን ክትህልዉ ትኽእሉ ትኾኑ እሞ ቀልጢፍኩም ክትረኽቡና ምኽንያቱ እዚ ህዝባዊ እዩ ናይ ኩላትና እዩ ንኹላትና ውን ብሓደ ብማዕረ እዩ ድብጻሓና ሕጂ ከምዚ እዋን ዝጠልቦ ዘሎ ኸኣ ካብዚ ኣትሊስት ገለ መበገሲ ሒዝና እስከ ንኺድ ከምዚ ማኑኤል ክብሎ ዝጸንሐ ናተይ ናትካ ናትኪ ዘይኮነ ናይ ኩላትና ብሓደ ሚኒመም ዝኾነ ኣንደርስታንዲንግ ወጺእና ከመይ ጌርና ንቕድሚት ክንከይድ ንኽእል? ምኽንያቱ ብስርዓት ኣስመራ ዋላ ናይ ሰላም ጻውዒት እውን ክመጽእ ይኽእል እዩ ንኹሉ ደላይ ፍትሒ። እዚ ክመጽእ ከሎኸ እንታይ ኢና እሞ ክንገብር ዘለና ንሕና? ከምዚ ቅድሚ ሕጂ ከይተዳለና ዝጸናሕና ሕጂ ግን ክንዳሎ ንክንክእል ኣለና። ክንዳሎ ክንክእል እንተኾይንና ከኣ ኩላትና ሙሉእ ሓላፍነት ሒዝና ንምጻእ እሞ ነቶም ክሳብ ሕጂ ምናልባት ክሳተፎ ዶ ወይ ኣብ ርጉጽ ኩነታት ዘየለኹም በጃኻትኩም ተሳተፍዎ ነቶም ኣብ ርሑቕ ዘለኹም ውን ላይቭ ስትሪም ክንገብሮ ኢና ነቲ ኢቨንት ካብ ደገ ውን ክትሳተፍዎ ከምትኽእሉ ክንገብር ኢና ማለት እዩ እታ እታ ካልእ ንሓስባ ዘለና እውን ክብሪ ነቶም ገዳይም ተጋደልቲ ኣብ ሲቪል ኮይኖም እውን ብዙሕ ዘበርከቱ ነዚኦም እውን ክብሪ ክንህቦም ኢና ኣብቲ መዓልቲ እቲ እዚ እንታይ ንምባል እዩ ካብቲ ታሪኽካ ክተኽብር ክትክእል ኣለካ ነቲ ዝነበረ ጌጋ ክንመሃረሉ ደኣ እምበር ኣብኡ ክንነብር የብልናን ሕጂ እቲ ናህና ጸገም ዝጸንሐ ኣብቲ ጌጋ እንዳነበርና ኣብቲ ናይ ሕሉፍ እንዳነበርና ንሕና ግን ካብኡ ተማሂርና ከመይ ጌርና ኢናሞ ሕጂ ከንቕልሚት ክንከይድ ብፍላይ ከኣ ኣብዚ ሕጂ ዘሎ ሃዋህው ከኣ ይቕረ ክንበሃሃል ንሕጊ ንቃለስ ስለ ዘለና ጽባሕ ንጎቲ ሕጊ ከርክበልና ኢዩ ንኹላትና ኣብዚ ሕጂ እዋን ግን ኢድና ከይተዋጣወጥና ከመይ ጌርና ከም ኤርትራውያን እስኪ ኮፍ ኢልና ተዛራሪብና ተጻዋዊርና ንቕልሚት ከመይ ጌርና ንኺድ ኢና ንብል ደለና ኣብዚ ከኣ ንሕና ብጣዕሚ ትስፉዋት ኢና የግዳስ ኣብቶም መጺኹም ትዛረቡ ኣብቶም መጺኹም ሓሳባትኩም ተፍስሱ ኣብኡ ብዙሕ ክምርኮስ እዩ ንስኻትኩም ከኣ ትስፉዋት ኮንኩም ምጹ እሞ ኩላህና ተሓጋጊዝና ሓደ ንኹላትና ደሳማማዐና ንቕድሚት ሓደ ስጉምቲ ድወስደና በቲ ናይ ፖለቲካል ሓይሊ በቲ ናይ ሲቪክ እንተወሓደ እዚ ኣብ ከተማታት ዘሎ ምጥርናፋት ከመይ ገይሩ ንቕድሚት ይኸይድ ከመይ ገይሩ ንቕድሚት ሓደ ስጉሚ ይኸይድ ኣብዚ እውን ነዊሕ ዝኾነ ክትዓት ክንገብር ኢና እሞ ኣነ ብወገነይ ናይ ብሓቂ ትስፉው እየ ገለ ነገር ሒዝና ከም ንወፅእ ኣብዛ ኦገስት ሰለስተን ኣርባዕተን ኦገስት ሓሙሽተ ክትከውን ከላስ ንድሕሪት ክንርኢ ከለና እንተወሓደ ሓደ ስጉምቲ ንቕድሚት ክንከይድ ኢና ዝብል ፅቡቕ ተስፋ ሒዘ ኣለኹ ፅቡቕ ኢሳያስ መቸም ኣትላንታ ከምቲ ትፈልጥዎ ብ ታሪኽ ኣሽምባይ ዶ ንኤርትራውያን ነንሕድሕድናሲ ንስ ወከልቲ ስርዓት ደርግን ንህዝባዊ ግንባሩን ኣራኺባ ዝነበረት ቦታ እንዲያ ጽቡቕ ቦታ ጽቡቕ ኣጋጣሚ እዩ በቲ ታሪኽ እውን ክንሪኦ ከለና እሞ ኣብ መወዳእታ ምናልባት ከተመሓላልፎ እትደልዩ መልእኽቲ እንተ ደኣ ሃልዩ ነዚ ብዝምልከት ንኣሳልጦ ንዓወት ናይቲ ፌስቲቫል ዕድል ክህበኩም ዝጎደለ እንተልዩ ክትምልኡ ኣማኒኤል
ኦኬ መጀመርያ ከምቲ ኣቐዲመ ዝበልክዎ ንኣሰና በቲ ትገብርዎ ዘለኹም ቃልስን ምትብባዕን ህዝብን ናይ ብሓቂ ደጊመ ከመስግነኩም እየ ዝደሊ ቀጺለ ከምስግኖ ዝደሊ ህዝባዊ ምልዕዓል ኣብቲ ዘለዎ ጨናፍር ኣብ ከተማታት ዘለዉ ጨንፈራት እንዳዋጽኡ ደሓን ትኬት ኣይትስደዱ፣ ናይ ክንድዚኤን ትኬት ክንሽፍን ኢና፣ ናይ ክንድዚኤን ትኬት ድራር ጌርና ክንሕግዝ ኢና ኢሎም ዝሕግዙና ከተማታት ጀማሚሮም ኣለዉ። ነዞም ጀሚሮም ዘለዉ ከተማታት ከም በዓል ቬጋስ፣ በዓል ፒትስበርግ፣ ካልኦት ከተማታት በዓል ሻርሎት፣ ዲሲ፣ ኣለዋ ካልኦት ከተማታት ውን ኣብ ጉዕዞ ኣለዋ። ከምቲ ዝበልናዮ እዚ ህዝባዊ ውዒ ነዚ ህዝባዊ ውራይ ኩሉኹም ኣብኡ ተገዲስኩም ክትሳተፉ ክትሕግዙና ምብቃዕኩም ናይ ብሓቂ የመስግነኩም። እቶም ተሪፍኩም ዘለኹም እውን ግቡእኹም ክትገብሩ ዝያዳ ዝያዳ ከኣ ክትሳተፉ ዓቢ ተስፋ ኣለና። ካልእ እዛ ኢሳያስ ኣልዒዋ ዝነበረ ነዞም ተጋሩ ኣቤት ናብታ ናይ ኢሳያስ ቅድሚ ምስጋርካሲ መታን ንጹር ክኾነሎም ቁሩብ ኣስፍሕ ኣብላ ከመይ ማለት ከመይ እዮም ዝትሓጋገዙ ዘለዉ እቶም ካልኦት ከተማታት ምናልባት ንዓቶም ኣብነት ክኸውን ዝኽእል እንተኾነ እቲ ትብሎ ዘለኻ
እወ ንኩሎም ደዊልና ትኬት ክትሸጡልና እሞ ክንሰደልኩም ክንብሎም ከለና ገሊኦም ከተማታት ትኬታት ዝተቐበሉና ኣለዉ ክሸጥዎ ገሊኦም ከተማታት ከዓ ደሓን እቲ ትኬት ኣይትስደድዎ እዚ ናትና ውራይ ስለ ዝኾነ ናትና ጉቡእ ስለ ዝኾነ ኣብዚ ኣዋጺእና እቲ ዓቕምና ክንሰደልኩም ኢና ኢለኩም ድሮ ኣብ ገለ ከተማታት ከም በዓል ፒትስበርግ ፊላደልፍያ ከም በዓል ቬጋስ ጀማሚሮሞ ኣለዉ እሞ ነዚሲ ናይ ብሓቂ ክምስገን ዝግብኦ ስራሕ ስለ ዝኾነ እየ ደመስግን ደለኹ ሕጂ ተን ካልኦት ተሪፈን ደለዋ ከተማታት እውን ከምዚ ዓይነት ተመሳሰሊ ወይ ትኬት እንድሕር ዘድልየን ኮይኑ ትኬት ክንሰደለን ወይ ከኣ ባዕሎም ክሕግዙና ዝኽእሉ እንድሕር ኮይኖም ክሕግዙና ነዚ ቅዱስ ተበግሶ እዚ ሲ ኣይ ቲንክ ሓገዝ ክገብርሉ እሞ ናብ ዝለዓለ ደረጃታት ክንሰጋገር ነቲ ንዓመታ ዝግበር ፌስቲቫል እውን መበገሲ ክኸውን ይኽእል እዩ ተተሪፍና እንተዘይኮይኑ ግን ኣብ ኢድና ትሕዝቶ ስለዘየለ ነቲ ወፃኢታትና ንምሽፋኑ ሓገዝ ክኾነና ኢለ እየ ንዓ ስረስ ዝገብረላ ዘለኹ ረድኤካ ኦኬ ቀጽል እወ ካልእ እታ እታ ኢሳያስ ኣልዒልዋ ዝነበረ ነዞም ተጋይ ነዚ ገዲም ተጋዳላይ ንነዊሕ ዓመታት ተቓሊሱ ንእስነቱ ብፀሓይ ብውግእ ብቑሪ ብጥሜት ፍርቂ ኣካላቱ ድኣተወ ክሳብ ሕጂ ትልኽ ድብል ደሎ ነቲ ቃልሲ ደሳላስል ደሎ ብዙሓት ገዳይም ተጋደልቲ ኣለውና እዞም ተጋደልቲ እዚኦም እቶም ንፈልጦም ንፈልጦም ንድውለሎም ኣለና ንኹሉ ክትረኽቦን ንኹሉ ክትፈልጦን ምናልባት ኣጸጋሚ ስለ ዝኾነ ኩሉ ናይ ክብሪ ዕዱም እዩ እቲ ዝነበረ ዓቢ ተቃላሳይ ኩሉ ናይ ክብሪ ዕዱም እዩ እሞ በዚ ኣጋጣሚ እዚ ኩሉኹም ናይ ክብሪ ዕዱማት ኮይንኩም ነቶም ኣብዚ ዝሳተፉ መንእሰያት ኣሕዋትኩም ጽላል ኮይንኩሞም ክትውዕሉ መጺኹም ምኽሪ ክትብዎም፣ ክትላለይዎም፣ ክትምህርዎም፣ ባህልና ከይሃስስ፣ ቃልስና ተሮኽሚሹ ከይተርፍ፣ ለውጢ ነቲ ትሓልምዎን ትደልይዎን ንክንበጽሕ ኩሉኹም መጺኹም ኣብዚ ክትላለዩ ምስ ህዝብኹም ፌስታ ከተሕልፉ እቲ ዝጎደለና እዝን እዝን ኣማልኡ ንክትብሉና በዚ ኣጋጣሚ እዚ ንኹሉኹም ተዓዲምኩም ከምዘለኹም በዚ ኣጋጣሚ መልእኽተይ ከመሓላልፍ እደሊ። ከምቲ ዓንተይ ዝበልናዮ ነተን ውድባት ንኹለን ክንረኽበን ፈቲና ኢና። ምናልባት ደይረኸብናየን እንተድኣ ኣልየን በዚ ኣጋጣሚ እውን ኩሉኹም ከም ድረኸብናኩም ኮይንኩም ሓሓደ ሰብ እንተደሰዲድኩምልና ኣብቲ ፓነል ዲስካሽን ክትኣትዉ ትኽእሉ ኢኹም። እተን ሲቪክ ኦርጋናይዜሽን እውን ከምኡ ረኺብናየን ኢና ኣለና። ጋዜጠኛታት ረኺብና ኣለና። መንእሰያት ረኺብና ኣለና። ደቂ ኣንስትዮ ረኺብና ኣለና። ሰብ ሞያ ክኢላታት እውን ረኺብና ኣለና። ናይ ብሓቂ እዚ ንገብሮ ኣብቲ ናይ ኣብቲ ናይ ሶሻል ከጋጥመና ዝኽእል ኢሹስ እውን ከም ዲፕሬሽን ዝኣምሰለ ወይ ጸቕጢ ናይ ስነ ኣእምሮ ከም ሆምለስነስ ዝኣምሰለ ወይ ካልእ ናይ ጥዕናን ናይ ቁጠባን ጸገማት ብዙሕ ትምህርቲ ዓቕሚ ዘለዎም ሰባት ቀሪብና ስለ ዘለና ኩሉ ሰብ ክሳተፍ ብትሕትና ንዕድም ኣለና። ንዝተገብረልና ሓገዝ ክሳብ ሕጂ ብጣዕሚ ኢና ነመስግን። ንብሕጂ እውን ሓገዝኩም ከይፍለየና ሓደራ ንብል። የቐንየለይ ነዚ ዕድል ዝተዋህበና። ሕራይ ብጣዕሚ የቐንየልና ኣማኒኤል። ቀጽል ኢሳያስ ናይ መወዳእታ መልእኽቲ። ሐራይ እሞ እንደገና ኣሰና ከምኡ ውን ሓው ኣማኒኤል ኣዚና ነመስግን ኣማኒኤል ጽቡቅ ጌሩ ገሊጹ ኣት ገለ ገለ እስኪ ኣስማት ክጠቅስ ካብቶም ናይ ማሕበራዊ ናብራ ዘጋጥመና ዘሎ ኣብቲ ፖለቲካዊ ኣሎ እንድዩ ማሕበራዊ ናብራ ውን ገለ ገለ ሪኢናዮ ዘይንፈልጥ ገለ ውን ደይንፈልጦ ነበርና ሕጂ ኣብ ሕብረተሰብና ዘጋጥም ዘሎ ከም በዓል ኣውቲዝም እቲ PTSD ንዑታት ድምህር ውን ኣብ ፌስቡክ ላይቭ እንዳ ገበረት ብዙሕ ትምህር ዘላ ሓፍትና ኣድሓነት ዘርኣብሩኽ ካብ ከባቢ ቺካጎ ክትመጸና ኢያ ከምኡ ውን ካብ ዲሲ ክብረኣብ ይመስገን እዚኣቶም ሰፊሕ ዝኾነ ኣስተምህሮን ወርክ ሻፕን ክገብሩ እዮም። ከምኡ እውን ኣብቲ ናይ ሬፊጂ ኢሹ ክትሰርሕ ዝፀንሐት ሓፍትና ሰብሪና ጀሚል ካብ LA ክትመፅእ እያ ከምኡ እውን ዘቢባ ዳክተር ከማል እውን በቲ ናይ ኤዱኬሽን ነዞም መንእሰያትና ንምሕጋዝ ክመፅእ እዩ እሞ ኩሉ ዘጠቓለለ እዩ እዚ ፌስቲቫል ንኹሉ ሰብ ገለ ተማሂርሉ ክኸይድ ዝኽእል ንኽኸውን ኢና ፅዒርና ከምኡ ከኣ ኣዳሊና ኣለና በዚ ምኽንያት ሕጂ ኩሉኹም ክትመጹና ንሕግዝ ንጽውዕ። ከምኡውን ስፖንሰራት ኣብ ከባቢ ኣትላንታ ዘለዉ እተፈላለዩ ቢዝነስ ዘለዎም ንረኽቦም ኣለና። ካብ ኣትላንታ ወጻኢ ዘለኹም ስፖንሰር ክትገብሩ ትደልዩ ነዚ ኢቨንት ንስኹም እውን ርኸቡና ዓቕምኹም ክትሕግዙና በዚ ኣጋጣሚ እጽውዕ። እሞ ብጣዕሚ ቀንየለይ ኣማኑኤል። ሕራይ
ኩቡራት ኣጋይሽና እትገብርዎ ዘለኹም ምድላዋት ብዓወት ተዛዚሙ ንገዛእ ርእሱ እቲ ፈስቲቫል ውን ኣዝዩ ዕዉት እዋናዊ መደምደምታ ዝርከቦ ፈስቲቫል ክኾነልና ትምኒትና ንገልጸልኩም የቀንየልና ብጣዕሚ ግዜ ዝሃብኩምና Thank you ኣማኒኤል ኢሳያስ የቀንየልና ብጣዕሚ።